ዝዓለገ ብዛዕባ ምስ ኣምላኽ ከመይ ሕብረት ክህልወና ከም ዘለዎ ከሚገና ኢና ናብ ሕብረት ወዲ ጸዊዓኩም ትብል እሳ ድማ ዳግማይ ምውላድ ከም ዝኾነት ሰብሲ ምስ ጎይታ ክሓብር እንታይ ንገብሮ ንጽውዖ ንዕድሞ ማለት እዩ ምስ ጎይታ ድማ ሕብረት ትህልዎ ካብ ሕብረት ወዱ ሽዑ ድማ ምስ ሓበረ ምስ ጎይታ ድማ እንታይ ይገብር ምፍላጥ ወዲ ኣምላኽ ይኸይድ ማለት እዩ ስለዚ ብዙሕ ነገር እንዳበልኩ መጽየ ማለት እዩ ኣንኡስ ኣርእስቲ ግን እንታይ እዩ ንምዕባይ ተዳሎ ዝብል እቲ ዕብይ ርእስና እንታይ እዩ ተዳሎ ዝብል እዩ እቲ ሕጂ ንማሃሮ ዘለና ከኣ እንታይ እዩ ንምዕባይ ተዳሎ ስለምንታይ እዩ እግዚኣብሄር ሰብ ተተወሊዱ ኢልና ሓቀይ እንታይ ክገብር ኣለዎ ክዓቢ ክኽእል ኣለዎ እግዚኣብሄር ስንሰብ እንታይ ገርዎ ዝዓቢ ገርዩ ፈጢርዎ ዝዓቢ ገርዩ ሰብ ከኣ ዝውለድ ኣብቲ ውሽጣዊ ይኹን ደገና ይኹን እሲ ብኽልቲኡ መንገድታት ከም ዝኸብር ሰብስ ፕሮሰስ ኣለዎ። ጆሚሩ እንታይ እናገበረ እዩ ዝኸይድ? እናዓበየ እናዓበየ እናዓበየ ናብ ብጽሕና ይመጽእ ማለት እዩ። ዋላ ብመንፈሳዊ ይኹን ዋላ ብስጋ ይኹን ክንዓቢ ከም ዘለና እዩ መጽሓፍ ቅዱስ እንታይ ዝገብረና? ዘስተምረናን ዝነግረናን ማለት እዩ። ዝሓለፈ ናብ ብፍቕሪ ንሓቂ እንዳተኣዘዝኩም ናብቲ ርእሲ ዝኾነ ክርስቶስ እንታይ ግበሩ ኢለኩም ኢልና ነርና? ዕበዩ ዝብል ርኢና ነርና። ብጸጋ ጎይታናን መድሓኒናን ብጸጋ ብፍልጠት መድሓኒናን የሱስ ክርስቶስ እንታይ ግበሩ ዕበዩ ደኣ ዝብል ርኢና ነርና። ስለዚ ቆልዓ ከም ዘሎ ኣብ ቤት ኣምላኽ ማቹር ሰብ ድማ እኹል ሰብ ድማ ከም ዘሎ ስለዚ ስጋብ ምንታይ ኢና ንበጽሕ ድማ እንታይ መጨረሻ ናብ እኹል ሰብኣይ ኢሉ ድሕሪኡ ናብ ንጽሕና ክርስቶስ እንዳበለ ይኸይድ። ንምንታይ? ክንዓቢ ምስ ጀመርና ናበይ ኢና ንዓቢ? ክርስቶስ ዝበጽሖ ምብጻሕ ኢና ክንበጽሕ እንደልየና እግዚኣብሄር። ስለዚ ነዚ ድማ እንታይ የድልየና? ክንዳሎ ክንክእል ኣለና። ሓደ ካብቲ ንዳለዎ እንታይ ኢልና? ሰብ መጀመርያ ክውለድ ክኽእል ኣለዎ። ቃል ኣምላኽ ክግለጸሉ፣ ቃል ኣምላኽ ክበርሃሉ፣ ናይቲ ቃል ሓሳብ ክርድኦ እንድሕር ደኣ ኮይኑ እንታይ ክገብር ኣለዎ? ዳግማይ ክውለድ ክኽእል ኣለዎ። እዚ ድማ ብዛዕባ መሪእና ኢና። ሓደ ሰብ እኳ ካይገለጸለይ ወይሲ፣ ካየ ረዳኣኒ ሲ ከመይ ገረ ክርኢ እንዳበለ እቲ ስኑድ ኢትዮጵያዊ ንፊሊጶስ ክዛረቦ ከሎ ንሪኦ ማለት እዩ ስለዚ ዳግማይ ምስ ተወለድካ ግን እቲ መንፈስ እንታይ ትገብሮ እቲ መንፈስ ኣምላኽ ብስም ጎይታና የሱስ ክርስቶስ ትቕበሎ እሞ እቲ መንፈስ ድማ እንታይ ይገብረካ ይገልጸልካ ድማ ሽዑ እንታይ ኢየሱስ ክርስቶስ ምግላጽ መንግስቲ ኣምላኽ ንመን ኢሉ ንዓኻትኩም እስኪ በሉ ምግላፅ መንግስቲ ኣምላኽ እስኪ በሉ ንዓና እዩ ተዋሂብና ምግላፅ መንግስቲ ኣምላኽ ንዓኻትኩም ተዋሂቡ እዩ ሓገ መን እዩ ዝገልፀልና እቲ መንፈስ ተቐበልናዮ እንታይ ይገብረና ይገልፀና ወይ ከዓ እንታይ ኢልና ኣሎ ምኽፋት ቃልካ የብርህ ንገምታት ድማ እንታይ ይገብሮም እንታይ በሎም? ኣእምሮይ ይህቦም ኢሉ። ኣምላኽ ቃሉ ይኸፍተልካ እዩ። ወይ ከኣ ኣምላኽ ኣቦ ጎይታና የሱስ ክርስቶስ ኣብ በኽሪ፣ ሀ፣ መንፈስ ምግላጽን መንፈስ ጥበብን ክህበኩምካ ኢሉና ኣሎ። ስለዚ እግዚኣብሔር እቲ መንፈስ እንታይ ይገብረልና ማለት እዩ? ነቲ ቃል ኣምላኽ ይገልጸልናን የብርሃልናን ማለት እዩ። ቃል ኣምላኽ ኣብታ ህላየና ዝሓለፈ ሕቱም እዩ። ባኬት ዝኣተወ ነገር እዩ። ስለዚ መንፈስ ኣምላኽ እንተዘይገሊጽልካ ሓሳባቱ ከኣ ክገብረካ ኣይክእልን እዩ፣ ክርድኣካ ኣይክእልን እዩ። ነዚ ንኽትርዳእ እንታይ የድልየካ?

ሃበኒ ልቢ እስኪ በሉ ህይወትካዊ ዝብል ፍልም በሉ ልብኻ ልዕሊ ኩሉ ሓልዎ እዩ ስለዚ እግዚኣብሔር እንታይ ብላሎ ወደ ልብኻ ሃበኒ ክብል ከሎ ነቲ ቃል ኣምላኽሲ ዘለካ ውህበት ወይ ከዓ ዘለካ ተቐራብነት ንእግዚኣብሔር ከመይ ጌርካ ነቲ ቃል ኣምላኽ ብምሉእ ልብኻ ትቕበሎ ምክንያቱ መፅሓፍ ቅዱስ እንታይ ኢልና ኣሎ ማቴዎስ ዓሰርተ ሰለስተ ተሪእናዮ ሲ ከምዚ ኢሉና ሓገይ እቲ ሰብኣይ እቲ ዘርኣ ድማ ኣብ ወሰናት መንገዲ ከም ዘርኤ፣ ኣብ ሓጹር ከም ዘርኤ፣ ኣብ ረቂቕ መሬት ከም ዘርኤ፣ ኣብ ጽቡቕ መሬት ድማ እዩ በሉ። እስኪ ጽቡቕ መሬት በሉ። ብምሉእ ልቦምስ በሉ። ብምሉእ ሓሳባቶም ነቲ ቃል ኣምላኽ እንታይ ዝገብርዎ እዮም? ዝቕበልዎ ማለት እዩ። ማቴዎስ ክንደይ? ማቴዎስ ዓሰርተ ሰለስተ ክብሪ ንእግዚኣብሔር ይኹን።

እቲ ኣብቲ ጽቡቕ ምድሪ ዝተዘርኤ ከኣ ነዚ ቃል ሰሚዖም ዘስተውዕልዎ ንሱ ፍረ ይፈሪ፣ ገሊኡ ሚእቲ፣ ገሊኡ ስሳ፣ ገሊኡ ከኣ ሰላሳ ይህብ ኣሎ። ኣብቲ ካልእ እንታይ ይብሎም ኣሎ? ብምሉእ ልቦም ነቲ ቃል ኣምላኽ እንታይ ዝገብርዎ ኣብ ንጹህ ልብን ኣብ ቕኑዕ ልብን ብምሉእ ሓሳባቶም ነቲ ቓል ኣምላኽ ታይ ዝገብሮ? ዝቕበልዎ። ንቓል ኣምላኽሲ ብምሉእ ልብና እንታይ ኢና ንገብሮ ዘለና? ነቲ ቓል ኣምላኽ ከም ቃል ኣምላኽ ስለ ዝተቐበልኩሞ፣ እስከ ከም ቃል ኣምላኽ ስለ ዝተቐበልኩሞ በሉ፣ ከም ቃል ኣምላኽ ድማ ስለ ዝሰማዕኹሞን ከም ቃል ኣምላኽ ጌርኩም ድማ ስለ ዝኣመንኩሞንሲ እቲ ቓል ኣምላኽ ከምቲ ሓይሉ ገይሩ ይሰርሕ ኣሎ ኢሉ። ከመይ? ከም ስልጣን ሓይሉ። ከም ብርታዔ ጉልባትሲ ኣባኻትኩም ከምተን ኣብተን ካልኦት ማሕበራት ዝዓየ ኣባኻትኩም ድማ እንታይ ይገብር ኣሎ እቲ ቃል ይዓዪ ኣሎ ኢሉ ስለምንታይ ብምሉእ ልቦም ነቲ ቃል ኣምላኽ እንታይ ስለዝገበርዎ ስለዝተቐበልዎ ልቦም ንምስማዕ እንታይ ስለዝገበሩ ስለዘዳለው እግዚኣብሔር ይመስገን ልቦም ነቲ ቃል ኣምላኽ ስለዘዳለውዎ ብምሉእ ልቦም ነቲ ቃል ኣምላኽ እንታይ ዝገበርዎ ስለዝተቐበልዎ ስለዘዳለዎም ሲ

የብላን
ኣለዋ እነሆ ኣብ ደገ ቤት ደው ኢሉ ኳሕኳሕ እብል ኣለኹ ሓደ እኳ ድምፀይ ሰሚዑ ማዕፆ እንተኸፈተለይ ናብኡ ክኣቱ ምስኻ ክድረር እየ እነሆ ኣብ ደገ ደው ኢለ ኳሕኳሕ እብል ኣለኹ እንታይ ገብር ኣለዎ ስኳሕኳሕ በሉ እግዚኣብሔር እንታይ ገብር ጎይታ ሲ ናብ ልብና ንክኣቱ ሲ እንታይ ገብር ኣለዎ ከምቲ ንሕና እንሪኦ ማዕፆ ስእሊ ስኢሎም ከም ዝገበሩ ኳሕኳሕ ዘብል ኣይኮነን ኢየሱስ ስለዚ እግዚኣብሔር ቃሉ እንታይ ገብር ኣሎ ይኹሕኳሕ ኣሎ እንታይ ይሰምዑ ከዓ ዝብል ኣሎ እቲ ድምፀይ ሰሚዑ ወይ ከዓ ቃለይ ሰሚዑ እንታይ ዝገብረለይ ማዕፆ ዝኸፍተለይ ልቡ ዝኸፍተለይ ልቡ ዝበኒ ሰብ ኣነ ድማ ኣብኡ ድኣ ገብሬ ናብኡ ክኣቱ እየ ወይ ከኣ ናብኡ ክመጽእ እየ ኢሉ ኣሎ እግዚኣብሔር ይመስገን ስለምንታይ ኢና እግዚኣብሔር ልብና እንሞተ ኢልና እግዚኣብሔር ናይ ልቢ ጉዳይ ልብና እዩ ዝደሊ እግዚኣብሔር ሓሳባትና ይደሊ እግዚኣብሔር ናባና ክኣቱ ይደሊ እግዚኣብሔር ልብኻ ምሃብ ማለት ፈቃደኛ ምዃን ማለት እዩ ስለዚ ነቲ ቃል ኣምላኽ ብምሉእ ልብኻ እንተ ክትገብሮ ክትክእል ኣለካ፣ ክትሰምዖን ክትኣምኖን ክትቅበሎን እዩ ዘለካ እግዚኣብሔር ይመስገን እንተ ኣገብር ንሱ ከም ስልጣን ሓይሉ ኣባና መታን ክዓይ እዩ። ስለዚ ልብና እንታይ የድልየና ንክንዓቢ ልብና ክነዳልዎ ክንክእል ኣለና። ኣነ ክዓቢ እየ ኢልና ልብና ነቲ ቃል ኣምላኽ ብምሉእ ልበይ ክስምዖን ክቕበሎን ኣለኒ ኢልና ተኣምሮ ኣግኣና ክንቅበሎ ክንክእል ኣለና እግዚኣብሔር ይመስገን ኢየሱስ ክርስቶስ ትማልን ሎምን ንዘላለም ጎይታ እዩ ኣሜን ብሩሃ ዘሪ ስለዚ ልብና እዚኣ እኽል ትብል ንእሽተይ ካብኣ ሓሊፍ እግዚኣብሔር ይመስገን ብምሉእ ልብና እንታይ ንኹን ልብና ንኣምላኽ ነዳልዎ እዚኣ ተቃሊ ልብና እንታይ ንግበሮ ንኣምላኽ ነዳልዎ ናብ ኣምላኽ ታይ ንግበር ልብና እዳልወሉ ልብና እግዚኣብሔር ንሃቦ እግዚኣብሔር መስገን ኣነ ሓቂ ስበሎ ኣብ ውሽጢኻ ትደልያ ኢሉ እግዚኣብሔር መስገን እታ ሕጂ ንሪኣ ኣርስቲ ግን ጥበቅ ዝበለት ምስ ቅዱሳን ዘለካ ሕብረት ወይ ከዓ ምስ ቤተክርስትያን ዘለካ ሕብረት ታይ ንግበር ኣይተቋርጾ ምስ ቅዱሳን ዘለካ ሕብረትን ምስ ቤተክርስትያን ዘለካ ሕብረት እንታይ ግበሮ ኣይተቋርጾ ኣብዚኣ ቢለ ክርኢ ክርኢ እግዚኣብሔር ይመስገን ስለዚ ልብና እንታይ ንግበር ኣድሉ ኣቢልና ነቲ ቃል ኣምላኽ እንታይ ንግበሮ ንስማዕ እዩ እንተዘ ንሰምዖ ኮይና እንተዘይ ንቕበሎ ኮይና ናይ ተወለ ስብከት እያ እዚኣ ሳይ ኢልና ነቲ ቃል ኣምላኽ ክንፈርም ክንርዕዶ እዩ ዘለና ነቲ ቃል ኣምላኽ ክንሰምዖ ከለና ከም ቃል ኣምላኽ ገና ንስማዕ እዩ እቲ ሰብ ሓሳባቱ እንድሕር ኮን ንካልእ እዩ ቃል ኣምላኽ ስጋ ዝኾነ ግን ንቃል ኣምላኽ እንታይ ግበሮ ኣኽብሮ እግዚኣብሔር ይመስገን ምክንያቱ የሱስ ክርስቶስ እንታይ ኢሉ ዝብልኹም ግበሩ ሀ ዝገብርዎ ግና እንታይ ትግበሩ ኣይትግበሩ ስለምንታይ እቲ እቲ ዝብልዎ ሓቂ እዩ ስለምንታይ ከምኡ ኢልዎ እቲ ዝብልዎ ስታይ እዩ ሓቂ እዩ እቲ ሰብ ዝገብርዎ ግን ንዕኦም እንታይ ግበሩ ኣይት- ኣይትሕበርዎም እዩ ንዕኦም ኣይትሕበሩ ነትናቶም እዚ ዝብልኹም ግን ሓቂ ስለ ዝኾነ ግበርዎ ኢሉ እግዚኣብሔር ይመስገን ኣሜን ዶ ብራዘረይ ስለዚ

እስኪ ማሕበር ኣምላኽ በሉ ብምህናፅን ብመሰረትን ስበሉ ብመሰረትን ብምህናፅን እያ ትኸይድ ንማሕበረይ ኣብዚ ከውሒ እዚ ተኣገብረ ክሃንፀዐ ክስርተዐ ደገታስዮ ድማ እንታይ ይገብርዋን እዮም ኣይክሕይልዋን እዮም ኢሉ እታ ማሕበር ኣብ ክርስቶስ የሱስ ምስ ተሰረተት ደሓር ድማ እንታይ ትገብር እያ? እናተሃንጸትን እናዓበየትን እያ እንታይ ትገብር? ኩሉ ግዜ እትኸይድ ማለት እዩ። ስለዚ ናብቲ ማሕበር እንታይ ክንገብር ክንክእል ኣለና ማለት እዩ? እግዚኣብሔርሲ ማሕበር ፈጢሩ ወይ ከዓ ሕብረት ገይሩ ማለት እዩ። እግዚኣብሔር ይመስገን። እቲ ምክንያቱ ኣብቲ ማሕበር ክገብር ከሎ እታ ማሕበር ድማ እግዚኣብሔር እንታይ ገይሩ ኣሎ? ሓደ ስርዓት ገይሩ ኣሎ ማለት እዩ።

ኣምላኽ ድማ ኣብ ማሕበር ቅድም ሃወርያት ካልኣይ ካልኣይ ነባያት ሳልሳይ መምሃራን ደሓር ከኣ ገበርቲ ሓይልታት ደሓር ውህበት ምፍዋስ ምርዳእ ድኹማት ምምራሕ በበይኑ ዝኾነ ቋንቋታት እንታይ ገበረ ዝሰረዐ በሉ ሰረዐ። ኣብታ ማሕበር ድማ ሃወርያት ሰሪዑ፣ ነበያት ሰሪዑ፣ መማህራን ሰሪዑ፣ ግብረ ሓይሊ ዞን ሰሪዑ፣ ወንጌላውያን ድማ ሰሪዑ ኣሎ። ኣብቲ ኤፌሶን ድማ እንታይ ኢልና ኣሎ? ሃወርያት ከም ዝገበረ፣ ነበያት ድሕሪኡ ድማ መምሃራን፣ ጓሶት፣ ወንጌላውያን እንዳበለ ድማ ኣብቲ ካልእ ድማ ይሰርዕ። ኣብታ ማሕበር ሓደ ስርዓት ዝሰርዖ ስርዓት ኣሎ እግዚኣብሔር እስቲ እግዚኣብሔር ይሰርዕ በሉ ንምንታይ እግዚኣብሔር ዝሰርዕ ተይና ድማ እታ ማሕበር መታን ታትገብር እናተመገበትን እናጣንፀትን መታን ክትዓብሲ እግዚኣብሔር ኣገልገልቲ ኣብታ ማሕበር ታይ ገርሎ ሰሪዕሎ እስኪ ሰሪዕሎ በሉ ስለዚህ ኮነ ስርዓት ሰሪዕ እግዚኣብሔር ንምንታይ ኣወልያት ገሩ ንምንታይ ነብያት ኣድልዩ ንምንታይ ወንገላውያን ኣድልዩ ንምንታይ መምሃራን ኣድልዩ ስለምንታይ ምክንያቱ እቲ ናብቲ ኦፌሶን እሞ ንርኣዮ ኣብኡ ክንሪኣ ኢና እግዚኣብሔር ይመስገን ኦፌሶን ኦፌሶን ኣወል ዓሰርተ ሓደ ዘሎ ማለት እዩ እስኩም ብብለይ ኣርባዕተ ዓሰርተ ሓደ እስከ ዓሰርተ ሰለስተ ዝብሃል የሱስ ጎይታ እዩ ምክንያቱ ኦፊስ እና ለቅለ ኮለን ዝብደና ስለኒ
ኩላትና ናብ ሕብረት እምነት ናብ ፍልጠት ወዲ ኣምላኽ ናብ እኹል ሰብኣይ ናብ ልክዕ ምልኣት ብጽሕና ክርስቶት ክሳዕ እንበጽሕ እቶም ቅዱሳን ነቲ ግብሪ ኣገልግሎት ንምህናጽ ስጋ ክርስቶስ ምሉኣት ምንቲ ክኾኑ ኢሉ ንሱ ገሊኦም ሃዋርያት ገሊኦም ድማ ነቢያት ገሊኦም ወንጌላውያን ገሊኦም ጓሶትን ማሕበ መምህራንን ክኾኑ ሃበ። እንታይ ይብለና ኣሎ? ኩላትና ናብ ሕብረት እመ ናብ ፍልጠት ወዲ ኣምላኽ ናብ እኹል ሰብኣይ ናብ ልክዕ ምልኣት ንጽሕና ክርስቶስ የሱስ ክንበጽሕ

ገሊኦም ሃወርያት ገሊኦም ድማ ታይ ገሩ ኣሎ ነበያት ጓሶት መምሃራን እ ኣታ ማሕበር ሰሪዑ ኣሎ እግዚኣብሔር መስገን ስለዚ እግዚኣብሔር ኣታ ማሕበር መጋቢነት ኣቐሚጡ ኣሎ ማለት እዩ ዛስራ ሓነት ሕብረት ተኣከበ ዘይብልካ ክትተርፎ ዘይብልካ ተቋርጾ ዘይብልካ ኩሉ ግዜ ናብ ሕብረት ተኣከበ ክትክል ኣለካ ክትመጽእ ክትክል ኣለካ ስለምንታይ ኣታ ማሕበር እግዚኣብሔር በረከቱ ታይ ገሩ ኣሎ ሰሪዑ ኣሎ እግዚኣብሔር መስገን እስኪ መዝሙር ዳዊት ድማ ንርኣዮ። ኢየሱስ ክርስቶስ ጎይታ እዩ። ብኣታቶም ጌርና እስኪ በሎ ናብ ክርስቶስ ምልኣት ኢና ንበፅሕ። ኣሜን ብራዘሪ። ንኣብነት እቲ ኣካል እቲ ስጋሲ

ዝኸይድ ኢየሱስ ክርስቶስ ጎይታ እዩ። ሳዕቢርና ንድገፍ በሉ እግዚኣብሔር መስገን ሓቢርና ድማ ንዓቢ ሓቢርና ድማ ንጓዓዝ ሓቢርና ድማ ንሰርሕ ኣሜን ብርሃን ዘሪ እቲ ኣካል ኩሉ እንታይ ዝገብር ሓቢሩ እዩ ዝምገብ ሓቢሩ እዩ ዝዓቢ ሓቢሩ እዩ ዝንቀሳቀስ ሓቢሩ እዩ ድማ እንታይ ዝገብር ዝዓይ

ናብ ክርስቶስ መታን ክንበጽሕ፣ ክርስቶስ ዝበጽሖ ብጽሕና፣ ክርስቶስ ዝበሎ ምልኣት መታን ክንበጽሕሲ፣ ኣብታ ማሕበር ድማ እግዚኣብሔር እንታይ ገይሩ ኣሎ? ሰሪዑ ኣሎ። እስኪ ሰሪዑ ኣሎ በሉ። እግዚኣብሔር ሰሪዑ ኣሎ። እግዚኣብሔር ይመስገን። ስለዚ ከምቲ ገሊኣቶም ልማድ ገይሮሞ ኣኼቦም ዘቋርጹ ሕብረትኩም እንታይ ትበልዎ ኢልና ኣሎ? ኣይተቋርጽዎ ኢልና ኣሎ ማለት እዩ። እንታይ ዝገብርዎ ልማድ ጌሮሞሲ ነቲ ምሕባር እንታይ ዝገብርዎ ዘቋርጽዎ ሰቡ እንታይ ግበሩ ከም ልማድ ኣኼባኹም እንታይ ግበሩ ኣይተቋርጹ ስለምንታይ እግዚኣብሔር ኣብ በብጽባ ሓድሽ ነገር እዩ ኣሜን ደብረ ሓዘን እዩ ስለዚህ ናብቲ ማሕበር እንታይ ንገብር ኣለና ኣብቲ ኣካል ሓቢርና ክንገብ ክንክል ኣለና ሓቢርና ድማ ክንዓቢ ክንክል ኣለና ሓቢርና ድማ ክንጓዓዝ ኣለና ሓቢርና ድማ ክንዓይ ኣለና እግዚኣብሔር ይመስገን ኣሜን እድኩም በይና ከይዳ ክትዓይ ትክእል ኣይትክእልን እግርኩም በይኑ ከይዱ ክዓይ ይክእል እሞ እቲ ኩሉ ኣካል ተዘይ ተሰማሚዑ ሲ እቲ ስጋ እንታይ ዝገብር ሓሚሩ እዩ ደው ዝብል እቲ ስጋ እንታይ ይገብር ሓሚሩ እንታይ ይገብር ደው ይብል ኣይከይድን እዩ ኣይንቀሳቀስን እዩ ግን እቲ ስጋ እንታይ ይገብር ኩሉ ብምስምማዕ ኣእምሮ እስከ ንሱ በሉ ንዞ ቃልዮ እስኪ በሉ ኩሉ ሓቢሩ እዩ ሓሳብ እንታይ ዝገብር ዝጓዓዝ ናትና ኣእምሮ ድማ ክርስቶስ እዩ ኣበዮ ደብርካ ዘርኢ ስለዚ ኣብታ ማሕበርታ ይኹንና ኩሉ ግዜ ክንመፅእ ክንክእል ኣለና ማለት እዩ መዝሙር ዳዊት ዝርኤለይ እግዚኣብሔር ይመስገን ስለዚ ንምዕባይ እንታይ የድልየካ እዩ ማለት እዩ ምስ ቅዱሳን ሕብረት የድልየካ ምስታ ማሕበር ሕብረት የድልየካ ምስቶም ኣገልገልቲ ርክብ ክህልወካ ይኽእል ኣለዎ ኣብታ ማሕበር መፂኻ ክትምገብ ክትክእል ኣለካ ማለት እዩ ብሓደ እቶም እቶም ሐዋርያት ድማ ተለና

መንገዶም እቲ ዘሎ ኣብ ክርስቶስ ካልኦት ቃልታት ብነሮ ሓቢሮም ይምገቡ ሓቢሮም ይመሃሩ ሓቢሮም ይጽልዩ ሓቢሮም ኩሉ ነገር እዮም ነሩ እግዚኣብሔር ይመስገን ናተይ ዝብሎ ነገር ድማ ኣይነበሮም ኣሜን ንብርሃን ዘይ ኢየሱስ ክርስቶስ ጎይታይ ንእሽተይ ሓሙስ ክበሉ ንብዘሎ ድርያ ተቃጽል ኣብዚኣ ተቃጽለት ቅብኣት ድማ ንብዘሎ ሃገር ይዘርፅሕ እግዚኣብሔር ይመስገን ንመደበጋ ትኸውን በኢየሱስም ኣሜን ተባረክ ንሳቶም ንፍሉይ ደረጃ ተጸዊዖም እዮም እግዚኣብሔር ይመስገን ስለዚ እቲ ኣካል ሓቢሩ እንታይ ክገብር ኣለዎ ክምገብ ክኽእል ኣለዎ እንተ ዘይተመግብካ ኩሉ እቲ ኣካል ኢኻ እንታይ ዝገብር ዝረክብ ኩሉ እቲ ኣካል እዩ ዝረክብ ስለዚ እግዚኣብሔር ኣብታ ማሕበር ስርዓት ስለ ሰሪዑ ዘሎ እንታይ ትበሩ ሕብረትኩም እንታይ ትበሩ ሰይጣን ኩሉ ግዜ እንታይ ዝገብረኩም ካብቲ ሕብረት ብዝተፈላለየ መንገዲ ብምኽንያት ብዝተፈላለዩ መንገዲ ተሃገሩ ክበል'ዩ፣ ከጥፍኣኩም ይኽእል እዩ። ስለምንታይ እዩ ዝፈድየኩም ዘሎ? መታን ኣብቲ ናይ ክርስቶስ ምልኣት ንኸይትበጽሑ። ንኣብነትሲ ጽቡቕ ኸኺሉ ንበሩ ኢሉ ሓገይ ኣብ ኣብ ናይ ሓርሻ ፈርዮ እሞ ጽቡቕ ይበቁል እሞ መስከረም ማይ ስለ ዘይነበረስ እቲ እኽሊ እንታይ ገይሩ ሃዊቡ እንታይ ማለት እዩ ነቲ ነቲ እኽሊሲ ኣጀሚሩ እዚ ዘዝንብ ዝነበረ ካብ መጀመርያ ስጋብ መጨረሻ እቲ ዝናብ ተዘይረኺቡ እንታይ ይገብር እዩ? ናቲንግ ትርጉም የብሉን። ስጋብ መጨረሻ እንታይ ክገብር ኣለዎ? እኹል ዝኾነ ዝናብ ክረክብ ክኽእል ኣለዎ። ንሕና ድማ ናብ ፍረ ናብ ብፅሕና ክንበፅሕ እንዳርኣ ኮይና እንታይ የድልየና? ዝናብ ናይ እግዚኣብሔር የድልየና፣ ቃል ኣምላኽ የድልየና።

ሰዓቱ ንዓኻትኩም ዝኸውን ጥቕሲ ስለዚ ኩሉ ግዜ ክትዛረብ ክትክእል ኣለካ ሓደ ዓይነት መንፈስ እምነት ካብ ዝሎና ንኣብነት እዚ ካብ እንታይ ግብር ኣማን ተዛራቢ ንመን ንትዛረቦ ክትደግሞ ክትክእል ኣለካ ስለዚ

ኣብቲ ማሕበር እንታይ ኣሎ ኢሉ ክቡር ዝኾነ ቅብኣት ኣሎ፣ ጥዑም ኣሎ፣ ሰናይ ነገር ኣሎ፣ ኣብኡ ኸኣ እንታይ ኣሎ፣ ክምቲ ካብ ጭሕሙ ኣሮን ናብቲ ቅብኣቱ ቢሉ ዝፈስስ እ ክቡር ዘይቲ ኢልዎ። ኣሜን በሉ ሃዘኒ። ዘይቲ ዘድልየና ዘሎ እስቲ በሉ ዘይቲ እስቲ በሉ ካብ ድርቀት የውጻካ። እ ድርቀት ዘለዎ ኣገልግሎት ሕማቕ እዩ። እ ኣሜን በሉ ሃዘኒ። ዘይቲ የድልየና እግዚኣብሔር ይመስገን። ኣሜን በሉ ሃዘኒ።

ኣሜን ኣብታ ማሕበር ሲ በረኸት ኣዚዙ ኣሎ እስኪ ናብዚ ምምፀይ እስኪ በሉ ነቲ ዝተኣዘዘ በረኸት ክረኽቦ እየ ዝመፅእ ኣምላኽ ሲ ኣብታ ማሕበር ሲ እንታይ ገርሎ በረኸትን ህይወትን ኣዚዙ ኣሎ ኣበይ? ኣብቲ ሓቢሮም ንእግዚኣብሄር ዘገልግልዎ፣ ሓቢሮም ንእግዚኣብሄር ዘመስግንዎ፣ ሓቢሮም ቃል እግዚኣብሄር ዝሰምዑ ሰባትሲ እግዚኣብሄር እንታይ ገይሩ ኣሎ? ቅብኣትን ብ በረኸትን ህይወትን ኣብኡ ኣቐሚጡ ኣሎ። እግዚኣብሄር ይመስገን። እስኪ ህይወት ኣሎ በሉ፣ በረኸት ድማ ኣሎ። ስለዚ ሕብረት እንታይ እዩ እንተኢልና ካብ ኣሕዋትካ ብብዙሕ ነገር ኢኻ ትካፈል።

ጽባሕ ከይኩሞ ድማ ትጽሊ ትጽሊ ትጽሊ ተለዋውጠ ትኸይድ ወይ ካብ ጸሊ ተስእነካ ዋይ ኣምላኽ ደሓን ጸኒሐይ ክጸሊ እየ ደሓን ወጢኻ ሰይጣን ኣግልጥም የብለካ ምስ ደቀሳቱ ስለዚ እግዚኣብሔር ሲ ኣብቲ ንሕና ዝቆፀርናዮ ደበኽ ዝብል ኣምላኽ እዩ ዘለና ስለዚ ንኣምላኽ ዝተቐደሰት መዓልቲ ገርና ቀዳም ክንወስዳ ንኽእል እግዚኣብሔር ድማ ክቅበላ እግዚኣብሔር ይመስገን። ኣሜን ክብሪ ንኣምላኽ ይሁን። ኣሜን ስለዚ ሕብረትና እንታይ ንግበሮ ኩሉ ግዜ ካብ ኮርና ክንመሃር ክንክእል ኣለና ስለዚ ንምንታይ ሓደ እቲ ማሕበር ንክንዓቢ ዓብዪ ተራ ኣለዎ ኣብታ ማሕበር እታ ኣለውና ሃዋርያት ኣለዉ ነቢያት ኣለዉ ወንጌላውያን ኣለዉ ፓስተራት ኣለዉ ስለዚ ካብ ንሕድሕድና ንሕድሕድና እንታይ ኢና ተመጋገብትን ተሓናንፅን ስለዝኾነ ሓቢርና ኢና እንታይ ንገብር ኢና መርያም ምስ ዝበሉ ለምፂ ስለ ዝገበረ ምስ በሉ ነቲ ማሕበር ኣምላኽ ንኸይጓዓዝ ምስ በሉ መሰረ ከበላ ወይሞ ማሕበር ሙሉእ ደው ኣብላቶ ነቲ ድማ ወዲ ከኣሉ ህዝቡ ባዕዛ ጓሊ ደው ኣቢሉ ካብ ምዕታ ሰብ ካታ ክትገብር ከላ ደው ስለዚ ሓቢሩ ዘይተመደበ ኣካላት እንታይ ገብረካ ድሕሪት እዩ ዝወርተካ ኩሉ ግዜ ማለት እዩ ሓቢርና ክንዓቢ ክንከላልና ሓቢርና ናብ ምልኣት ክርስቶስ የሱስ ክንበፅሕ ክንቅል ኣለና ስለዚ ማሕበርና እንታይ ንግበሮ ሕብረትና ኣይነቋርፅ ኣራ ስለዚ ኣብቶም ኣገልገልቲ በቲ ንሳቶም ዝምግቡና ምክንያቱ እግዚኣብሔር ክሰርዖም ከሎ ኣብታ ማሕበር ሲ ነታ ማሕበር ዝኸውን ድማ ብኣታቶም ዝበሉ እንታይ ይገብር እዩ ውህበት ይህቦም እግዚኣብሔር መስገን ስለዚ ካብኣቶም ንቕበሎ ኣለና ባዕልና ድማ እናበልና ድማ ንርድኦ ነገራት ኣሎ ስለዚ ጥራይ እንታይ ክንከውን የብልናን ኣነ የንብብ እየ ዘለኹ ገዛይ እና ስለ ትሕብረት ተሃውኹ የብልና ክነቋርፅ ጸሉ የብልና ኣነ እኮ ገዛ የንብብ ኣለኹ ኣብ ገዛ ክመፅእ ኣለኹ ኣነ እኮ ከምዚ ይገብር ኣለኹ ስለዚ ሲ ንኣምላኩ ዘድልዩ ናይ ልቢ ወይልካ ተእልባ እንዳህራ ተሪፍካ ሲ ግን እግዚኣብሔር ኣብታ ማሕበር እንታይ ገድሎ ስርዓት ሰሪዑ ኣሎ እንታይ ገድሎ ሰሪዑ ኣሎ ኣብኡ ከ እንታይ ኣሎ በረከት ኣሎ ህይወት ኣሎ ተኣምራት ኣሎ ግብረ ሓይሎ ብዙሕ ነገራት ኣሎ

ኣመት
የሱስ መለሰ በሎም እውን መጽሓፍቲ ወይስ ሓይሊ ኣምላኽ ሰኣ ምፍላጥኩም ትጋሉ ኢሉ ኣዳይሞ መጽሓፍቲ ሓይሊ ኣምላኽ ሰኣ ምፍላጥኩም ትጋሉ ኢሉ የሱስ ድማ በሎም ኢሉ መጀመርያ እንታይ ምፍላጥኩም

በቲ መጽሓፍ ትገብሩ ዘላ ምልላስ ግን እንታይ ይብለና ኣሎ መጽሓፍትን ሓይሊ ኣምላኽን ሰኣን ምብላጥ እንታይ ትገብሩ ኣለኹም ትጋገዩ ኣለኹም ጾም ስለ ዘይበለኩምሲ ጌጋ ትገብሩ ኣለኹም ኢልዎም ስለዚ መጽሓፍተይ ክነንብብን ክምርምርን ኣለና ማለት እዩ እቲ ዘንብብ እስኪ በሉ የስተውዕል ምኽንያቱ ከምኡ ኢልና ኣሎ፣ ዕስራን ኣርባዕተን ማቴዎስ ዓሰርተ ሓሙሽተ ከባቢ መስለኒ ኣይትንሶ፣ እቲ ዘንብብ እንታይ ይገብር ኢልዎ ኣሎ ኢየሱስ ክርስቶስ፣ የስተውዕል፣ እስኪ ዘንብብ የስተውዕል በሉ። ስለዚ ንባብ እንታይ ይገብረና እዩ ማለት እዩ? ናብ ምስትውዓል የምጻና እዩ፣ ናብ ምስትውዓል የምጻና እዩ። ኣምርና ሲ ንኽነስተውዕል እንታይ ይገብረና? ይገብረና እዩ። ስለዚ ኩሉ ግዜ እንታይ ክንገብር ኣለና? ክነንብብ ክንክእል ኣለና ማለት እዩ። መዓስ ኢና ንጋገ? መጽሓፍቲ ስለ ዘይምፍላጥና ኢና ንጋገ።

ድሕሪ ንባብ እዩ ድማ ልምዓት ዝመፅእ። ድሕሪ ንባብ እዩ ግብረ ሓይሊ ዝ- እንታይ ኢልና ሓይሊ ዝመፅእ። ሓይሊ ኣምላኽ ትፈልጦ መዓስ ኢኻ? ቃል ኣምላኽ ከፍለጥካ ሓይሊ ኣምላኽ ተሕበጥካ ናብ ካልእ ክትኣቱ ትኽእል። ምክንያቱ ብዙሓት ሰባት እንታይ ዝገሩ እግዚኣብሔር ትግሊፅለይ ኢሎም ነቲ ቃል ኣምላኽ እንታይ ገብርዎ መሰረታዊ ነገር ተኣምራት ዘይኮነ ናትና መንገዲ ቃል ኣምላኽ በቲ ቃል ኣምላኽ ግና ኢና ሓይሊ ንለማመድ እምበር

ንኹሉም ትምህርቲ ሓሶት ይኹን ትምህርቲ ስሕተት ይኹን ተኣምራት ሓሶት ይኹን ግብረ ሓይሊ ሓሶት ይኹን እሲ ብምንታይ ኢና ንፈልጦ? ብቃል ኣምላኽ መሰረት ኢና እዚ ካብ ኣምላኽ እዩ እዚ ከዓ ካብ ኣምላኽ ኣይኮነን። ብስም ማርያም ተኣምራት ይገብር ኣለኹ ተልካ ሲ ናይ ኣምላኽ ኢልካ ትወስዶ ኣገ ሓቂ ከምኡ እዮም ዝኸዱ ዘለዉ ስለዚ እቲ ቃል ኣምላኽ ከምኡ ኣይብልናን። መጽሓፍ ቅዱስ ብስመይ እንተ ኣትጎቢኹም ተኣምራት ክትገብሩ ኢኹም ኢልና የሱስ እምበር ብስም ማንም ካልእ እንተ ክንገብር መጽሓፍ ቅዱስ እንታይ ገብረናን እዩ ኣይድግፈናን። ቃል ኣምላኽ ዘይድግፎ ዘበለ ከዓ ኩሉ ሰብ እንታይ እዩ ሓሶት እዩ። ስለዚ እንታይ ብለና ኣሎ ንዳ ንጢሞቴዎስ እንታይ ብለሎ ናብ ምንባብ ኢልዎ ናብ ምንታይ ናብ ምንባብ ስለዚ ዘንበበ እንታይ ይገብር ኢልና የስተውዕል ስለዚ ቀፃሊ እንታይ ክንገብር ክንክል ኣለና ንክንዓቢ ክነንብብ ክንክል ኣለና ዝሓዝናዮ ነገር ኣይነቋርጾ ዝሓዝናዮ ነገር እንታይ ንበሎ ኣይነቋርጾ ርእይዎ ማቴዎስ ካይ ወዳእናዮ ናብ ዮሃንስ ንኸይድ ልጳስ ንኸይድ በቃ ነቲ ጅምር ነቲ ግድር ነቲ ጅምር ነቲ ግድር ነቲ ጅምር ነቲ ግድር ከምኡ ድሕሪ ደኣ ኮንካ እታ ኣክተር ኣይትንያ ክትዓቢ ኣይትንያ ንኹሉ እንታይ ግበሮ ሓሳብ ብሓሳብ እንታይ ይብል ኣሎ ናይቲ ፅሑፍ ሓሳብ እንታይ ይብል ኣሎ እንዳበልካ ቀስ ብቐስ ሓንቲ ምዕራፍ ተተረዲኻ ኣብ መዓልቲ እኹል እዩ

እዝራ ሕጊ እግዚኣብሄር ንምርማርን ንምግባርን፣ ስርዓትን ፍርድን ከኣ ኣብ እስራኤል ክምህርንሲ፣ ልቡ ኣዳለወ። እስከ ልቡ ኣዳለወ በሉ።
እዝራ እንታይ ክገብር? ሕጊ እግዚኣብሄር ክምርምር። ሕጊ እግዚኣብሔር ታገብር ክምርምር ከስተምህር ክሰርዕ ሲ ልቡታት ከም ዝገበረ ከምዛ ዳልወስ ልቢ ምድላው ምድላው ትብል ነገር እግዚኣብሔር ቅበል ሓራ እዝራ ልቡ እንታይ ገሩ ቃል እግዚኣብሔር ንክምርምር እንታይ ገሩ ልቡ ተራሪ ኣዳልዎ ምጀመረ ሽዑ ሰብ ዳልዎ ንክምርምር ምጀመረ ሰብሲ መጀመርያ ርእሱ ታገብር ኣሎ ክሃንፅ ክኽእል ኣሎ ክዓብድ ክኽእል ኣሎ ድሕሪ ኢሉ ካልእ እንታይ ዝኸውን ንምህናፅ ንምዕባይ ንምብራሕ ንኩሉ ነገር ዝጠቅም እግዚኣብሔር መስገን ስለዚ እዝራ እንታይ ክገብር ከሎ ቃል ኣምላኽ ንምምርማርሲ ልቡ እንታይ ከም ዝገበረ ከም ዘዳለወ ይነግረና። መጽሓፍ ቅዱስ እውን እንታይ ይብለና ብኻልእ ኣዘራርባ ሰብሲ ካብ ኣብ ኣምላኽ ብዝወጽእ እምበር ብእንጌራ ጥራይ እንታይ ይገብርን እዩ ኣይነብርን እዩ። ስለዚ ሰብ እንታይ ክገብር ኣለዎ ክምገብ ክኽል ኣለዎ ማለት እዩ ክበልዕ ክኽል ኣለዎ ማለት እዩ ምክንያቱ እንተዘይመጊብናዮ እንተዘይተኸናኺንናዮ ውሽጥና ቐጻሊ እንተዘይንብዕ ንሕና ኮይና እታ ክንከውን ንኽእል ኢና ክንመውት ንኽእል ኢና

እስኪ ብርዓዮ በሉ ነቲ ጥቕሉል መጽሓፍ እንታይ ግበሮ ብርዓዮ ኢልዎ እሱ ድማ ነታ ጥቕሉል መጽሓፍ እንታይ ገብራ ከሎ ክበልዓ ከሎ ትርኢ እግዚኣብሔር ይመስገን ኢየሱስ ክርስቶስ ጎይታ እዩ ስለምንታይ ኩሉ ግዜ ክንምገብ ባዕልና ክንክል ኣለና እግዚኣብሔር ይመስገን ቃል ኣምላኽ ሲ ዘንበበ የስተውዕል እዩ ዝተመገበ ይብርትዕ እግዚኣብሔር ይመስገን ይሕይል እግዚኣብሔር ይመስገን ጉልበት እናወሰኸ ይኸይድ እዩ ኣተሓሳስቡ እንዳተለወጠ ይኸይድ እዩ ስለምንታይ ኩሉ ግዜ ክንዓቢ ዝዓቢ ሰብ ስክበሉ ኣብ ቅድሚ ኣምላኽ ስክበሉ ኣብ ቅድሚ ሰብን ስክበሉ ይረአ ኢየሱስ ወዳድ ኢየሱስ ሆና ናው ክምለሰኝ ኢየሱስ ድማ አቅም አምላክን አቅም ሰብን ታይወረ ብጸጋ ብጥበብ ኦመት ታይወረ ምዕባል ራእዩ እዚ ማለት እዩ። ስለዚ እንዳዓበና እንዳተመገብና ክንከድ ኣለና። ኤርምያስ ድማ ከምኡ ኢልና ን ዓሰርተ ሓሙሽተ ዓሰርተ ሽዱሽተ ነቲ ቃል ምስ ረኸብክዎ ዝበሎ በላዕኽዎ ኢልዎ ቃልካ ድማ ሓጎስን ምስህታን ፈጠረለይ ኣቃሉስ ክበሉ ሓጎስ ኣለስ በሉ ፍስት ኣለስ በሉ ምጽንናዕ ኣለስ በሉ ብርሃን ኣለ እግዚኣብሔር ይመስገን ኣሜን ብራዘር ስለዚ ቃል ዝለዓኻየሲ ኣብ ውሽጥኻ ምጽንናዕ ይበጽእ ዘበን ናይ ዘበን ናይ እርምያስ ናይ ሓዘን ዘበን እዩ ነሩ ሰላሳን ገለን ዓመት ሰቢኹ ሰላሳን ገለን ዓመት ሰብ ዘይመለሰ ስብ እዩ ኩሉ ግዜ ብውጥረትን ጭንቀትን እዩ ኣንታ እግዚኣብሔር ሽዑ እንታይ ኢሉ ኣነ ካብ ንስኻ ንህዝቢ ሲ ስቅ ክብል እየ ግን ኣብ መጨረሻ ድማ እቲ ቃል እንታይ ገይርዎ ሓዊ ኮይኑ ቃፂሉ ኣነ እኳ ስቅ ክብል ተለኹ ኣፌ ክዓፅሮ ሲ በቃ ከም ሓዊ ኮይኑ እንታይ ገይርዎ ስለዚ እንታይ ኮይኑ ኩሉ ግዜ ሰባት ስለና ጽቡቕ ኣይትንበል ኢኻ እንዳተባህለ ዝጽፋዕን ዝውቃዕን ዝነበረ ሰብ እዩ። ግን እንታይ ኢሉ ቃልካ ምስ ረኸብኩዋሲ በላዕኽዎ ቃልካ ድማ ምስ ቃል ኣምላኽ ምስ በሎ ምስዛ ዓለም እዚኣ ክሰማማዕ ኣይገብረን እዩ። ኣግረሲቭ ሰብ እዩ ዝገብረካ ኣገን እስከ ኣግረሲቭ ሰብ እዩ ዝገብረኒ በሉ። ኢየሱስ ኣግረሲቭ ኮይኑ ይበልዶ ኣይፈልጥን ነቲ ጠረጴዛ በጺሖም ኣገልበጦ ኢልና ሓቂ እንድየ ነቲ ቤት መቕደስ ዝነበረ ነገራት ደከሎ ዓው ዝበለ ዓው ጸይዱ ስለምንታይ ሓይሉሲ በቃ ቤተይ ቤት እንታይ ገርኩም ኢሉ ቤት ዓመጽን ነቲ በሓሉን ገበርኩም ሓይሉሲ ነቲ ው ዝነበረ ናይ ሰብ ኣይገደሶ ናይ ገንዘቦም ኣይገደሶ ኩሉ ገላቢጡ ወሲዱ ምክንያቱ እዚ ትብል ድሕሪ ኣ ኮንካ ደኣ እሞ እንታይ ትገብር ተቕማ እንታይ ተርእየና ሰወት ኣለዎ

ኤርምያስ ንዳንኤል ክዛረብ ከሎ ነቲ ብ ዘበን ኤርምያስ እተባህለ ኢልና ኣሎ። ንበል በቲ ብ ዘበን ኤርምያስ እተባህለ ኣነ ዳንኤል ድማ ከንብቦ ምጀመረ ስደመና ከስተውዕሎ ጀመርኩ ኢሉ እስከ ኣስተውዕሎ ጀመረ በሉ። ነገራት ነቲ ብዛዕባ ሰብዓ ዓመት ምርኮ ባቢሎን ዝነበረ ዳንኤል ከንብቦን ብዛዕባ እቲ ጽሑፍ ክገላጽን ምጀመረ ሳግሮ ጀሚሩ ከስተውዕሎ ጀሚሩ ምስትውዓል ዝበሎ ናብ ምንስሐ የምጻካ ርሳ ስለ ዝገብረካ እዩ ስለዚ ኩሉ ግዜ እንታይ ግበረና ንክንዓቢ ዓብዪ ቦታ ንምንባብ ክህልወና ናይ ምንባብ ሽውሃት ክህልወና ክኽእል ኣሎ እዘይንብብ እንዳርኣ ኮይና ቀጻሊ ቃል ኣምላኽ ዘይንብብ እንዳር ኮይና ስቅጥ ኣካል ይኹን ስብከት ኣካል ይኹን ንሕና ኢና ክነብር ዘለና ስብከት እንታይ ነቲ ዘለናዮም ነቲ ጎደሎ ዝምልእልና ነቲ ትርፊኦ ዝምልእልና ብፍላይ ከዓ ኣንቢብካ ንሕዛ ፀኒሕካዮ ነቲ ቃል ኣምላኽ ብቐሊል ነገር ተሃገረካ ይኽእል እዩ ክግለፀልካ ይኽእል እግዚኣብሔር ይመስገን ኣሜን ደብራ ዘሪ ስለዚ ዳንኤል ነቲ ዘመናት እናገብረ ከሎ ከስተውዕሎ ከሎ ንሪኦ እግዚኣብሔር ይመስገን ክልተ ጠቕሲ ክጠቅስ እሞ

ቅድሚ ቃልኣይ ጢሞቲሞስ ሰለስተ።
እወ ዓሰርተ ኣርባዕተ ዓሰርተ ሸውዓተ። ዓሰርተ ኣርባዕተ ዓሰርተ ሓምሽተ ዓሰርተ ኣርባዕተ ሓምሳ ኦኬ። ንስኻ ግና ካብ እንመን ከም እተመሃርካ ፈሊጥካ ነተን ካብ ቁልዕነትካ ጀሚርካ ብእምነት ብክርስቶስ የሱስ ንምድሓን ከለብማኻ ዝኽእላ ቅዱሳት መጻሕፍቲ ፈሊጥካ በቲ እተመሃርካዮን እተረዳእካዮን ጽናዕ። እቲ ናይ ኣምላኽ ሰብ ንሰናይ ግብሪ ዘበለ ፈጺሙ ተዳልዩ ፍጹም ምእንቲ ኪኸውንሲ፣ መንፈስ ኣምላኽ ዚነፈሶ ዘበለ ንጽሑፍ፣ ንትምህርቲ፣ ንተግሳጽ፣ ንምቕናዕ፣ ንጽድቂ ዚኸውን ምእዳብ ይጠቅም እዩ።
ግናኸ ኢልዎ ኣሎ፣ ንስኻ ግና ካብ እንመን እንደ ተማሃርካ ፈሊጥካ፣ እተን ካብ ቍልዕነትካ ጀሚርካ ብእምነት ንክርስቶስ የሱስ ንምድሓንካ ከለብማ ክብሉ ቃል ኣምላኽ ስበሉ ንምድሓን ስበሉ ዘለብም እንታይ ዝገበራ ካብ ንእስነቱ ትሒዙ ከለብሞ ዝኽእላ ዝኽእላ ፅሑፋት እንዳ ክገብር ከም ዘለዎ ንክርስቶስ የሱስ ንምድሓንካ ከለብማካ ዝኽእላ ቅዱሳት ፅሑፋት ፈሊጥካ በቲ ዝተማሃርካዮ ምህሮታ ግበር ፅናዕ ተእለመ በቲ ዝተረዳእናዮ ጽሑፋት ታን ገለ ክንክለላ ነቲ ዝበጽሓናዮን ዝተረዳእናዮን ጋል ኣካን ታን ገብረ ጋልና እንዳ ነበርናዮ ክንክእላ ኣለና። ቃል ኣምላክ ክንዛረብ ኣይኮነ ቃል ኣምላክ ክንነብሮ ስለዚ እቲ ናይ ኣምላኽ ሰብ ግና ስበሉ ንሰናይ ግብሪ ዘበለ ፈጺሙ ተዳልዩ ተዳልዩ በሉ ፍጹም ምእንቲ ክኸውን ሲ መንፈስ ኣምላኽ ዝነፈሰ ዘበለ ሰብ እስኪ እታ እቲ እቲ ኣነ ዘንብቦ ዘለኹ ቃል ስበሉ። ኣነ ዘንብቦ ዘለኹ ቃል ናይ እግዚኣብሔር መንፈስ ኣለዎ፣ ናይ እግዚኣብሔር ሓይሊ ኣለዎ፣ ናይ እግዚኣብሔር ብርሃን ኣለዎ። ኣሜን ብላ ዘይ ስለዚ ሰብ ግና ንሰናይ ግብሪ እንታይ ገሪ ፈፂሙ ተዳልዩ። ስለዚ ንምድሓናት ክንከውን ኣለና፣ ክንዓቢ ክንክል ኣለና፣ ክንውስኽ ክንክል ኣለና፣ እናወሰና ክንከይድ ንሕላ ኮይና ቀፃልታ ክንገብር ኣለና፣ ፅሑፋት ክንምርምር ክንክል ኣለና። ሰብ ቤሬ ሪድለና ሓገይ

ልዕዛዘ ይመጽእ ድቃስ ይመጽእ ሓደ ሰብ ታይ ይብል ኣንታ ፓውሎ ቀደምስ ነዛ መጽሓፍ ክተንብባ ከለካስ ድቃስ ይመጸካ ከመይ ጌርካ ኣብዚ በጺሕካ ድቃስ ይመጸካ ሕጂ ቃል ኣምላኽ ኩሉ ግዜ ሰይጣንሲ ቃል ኣምላኽ ንክነቕርበሉ ኣይደልን ኩሉ ግዜ ተጸራሪ ኣሎ ጸሊና ወላ ሓሙሽተ ወላ ዓሰርተ ደቂሲ ጸሊና ክንንብብ ክንክእል ኣለና። ብጐይታ በኢየሱስ ክርስቶስ ስም ንኸይስተውዕሎ ሓሳባተይ ዝወስድ መንፈስ በጌታ በኢየሱስ ስም ይኣስሮ ኣለኹ። ቃል ኣምላኽ ከንብብ እየ ንሱ ድማ ክርድኣኒ በጌታ በኢየሱስ ስም ጸልማት ዘበለ የፍርሶ ኣለኹ ኢልና ከም ቃል ኣምላኽ ጌርና ክንርድኦ ከምቲ ኣምላኽ ከምቲ ናይ ኣእምሮ ኣምላኽ ኣምላኽሲ ነቲ ጽሑፍ ከመይ እዩ ዝርድኦ ራይዎ ኣሎ። ኣብ ፈተና እዚ ብዙሕ ንጋግሓ ግን

ያቁጠሉ ብቡዙሕ ነገር ተግብርና ንጽሕት እዩ ኣብ ፍልጠትካ ትስሕት ኣብ ዘረባኻ ትስሕት ኣብ ትምህርትኻ ትስሕት ናይ ስሕተት ነገር ብዙሕ ነገር ተብጽፍ ስለዚ ንክነስተውዕሉ እንታይ የድልየና ምንባብ የድልየና ረይዎ መጠን ዝዓበና ቀደም ኣነ ዝዛረቡ ነበርኩ መዓት ይገርክ ዋዩ ሰነ ሽዑ ምሻሎም ዝተረዳእካ